ሰላም ሰላም ሰላም ፋሚሊ እንታይ ኢና ንሰምዕ ዘለና ሎሚ ዕለት ኣዝዮም ዘገረሙ ዜናታት እናወጹ እዮም ዘለዉ ካብኣቶም ድማ። ኣብ ሆላንድ ነይረ ኣብ ሆላንድ ኣይተማሃርኩን ኣብ ሆላንድ ከሰመትኩ ኣብ ሆላንድ ነይረ። ብዙሕ ክሳብ ህንድኡ ኣብ ፈተውተይ ኣድነቕተይ ልኣየይ ኢሎም ኣብ ልመጸይሉ። ልመጹ ሉልኣይ ኮንሰርተይ ናተይ ፕሮግራም ንምርኣይ ኢሎም እዚኦምን ካልኦትን ብሰፊሑ ኣብዚ መደብዚ ክንከታተል ኢና ንስኹም ድማ ንታ ቻናል ሰብስክራይብ ንታ ቪድዮ ድማ ላይክ ብምግባር ናይ ሳሚ ሪኣክት ዩቲብ ቻናል ቤተሰብ ክትኾኑ ኣዝየ እየ ዝላቦ ማለት እዩ ኩሎኹም ላይክ ናገርና እቲ ቻናል እቲ ቪድዮስ ሞቅሞቅ ነብሎ ቤተሰብ ኩላትና ላይክ ናገርና ንጀምሮ ላፍቲ ፈላማይ ዝኾነ ቪድዮና

እሺ ቤተሰብ ከም መፈለሚ ፕሮግራምና እስቲ ኣብዚ ዘላ ሓንቲ ቪድዮ ንከታተል። ደቀይ ብሩኻት ሰላም ሰላም ብሓበራ ሙሉኣት ደቀይ ወፊርኩም እተውለይ ፀሓይኩም ትብረቀለይ ዝነፈሰት ንፋስኩም ዝበረቀት ፀሓይኩም እግበረለይ ኣነ ፅቡቅ ኣለኹ በጀካ ናፍቆትኩም ብሓበራ ብሓበራ ደቀይ ደቀይ ብሩኻት ከምታ ካይዳኹም ኣማልሳኹም ደሃይኩም ኣይተሓባእ ወዲ ቀሺ ግርማይ ሰልጠነ ኣብዚ ማሕበራዊ ሚድያ እዛ ነገር እዚኣ ተዛሪብሉ እሞ መልሲ ሃቦ ኢሎም ሰዲዶምለይ ንርኣያ እስኪ። እዚ ስእሊ ምእልስ እየ ዝብለኩም ዘለኹ ንዓይ ኣንጻር መጽሓፍ ቁዱስ። ንርኣያ እስኪ።
ብዝኾነ ነዛ ቪድዮ እዚኣ ኣነ ኸኣ ናብቲ ናብቲ ገዝኡ መጺኦም ተዓዲሞም

ኣቡኡ መዋእሎም ቀሺ ኮይኖም ከገልጉሉ እንከለዉ ቀሽነት እንታይ ማለት ምዃኑ ዘይርዳእ ሰብ ከመይ ገይሩ ንቤተክርስትያን ክፈልጣ ክእል ከመይ ገይሩ ስለዚ ኣነ እንታይ ዝብል ዘለኹ ምስልን ስእልን ኣብ ውሽጢ መጽሓፍ ቅዱስ ይፍቀድ ወይስ ኣይፍቀድን ንዝብል መልሲ ግዜ ሃልዎ ከንብብን ክመሃርን ኣይክእልን እዩ ቀዳማይ ካልኣይ ከኣ ብዛዕባ ምስልን ስእልን ቅድሚ ምዝራቦ ምስሊ ሰብኣውነቱ ጠፊእዎ ንኹሉ ሰብ ክነክስ ክሓሚ ክጸርፍ ከዋርድ ዝውዕል ሰብ እዚ ንቤተክርስትያን ጸሪፉ ኣይጸረፈ እንታይ ዋጋ ኣለዎ ብዝኾነ ግን ኣብ ልዕሊ ሞኒካ እዚ ኩሉ ሆ ዝብል ዝነበረ ሰብ እስኪ እንታይ ኢሉ ክዛረብ እዩ ክንሰምዖ ኢና መብዛሕቶም ንሞኒካ እውን ሆ ዝብሉላ ዝነበሩ ገለ ዓይነት ፖለቲካዊ ድሌት ዝነበሮም ሰባት ክኾኑ ይኽእሉ እዮም ዝብል ግምት ኣለኒ። ብዝኾነ ግን እዞም ኣቕሽሽቲ እንታይ ክብሉ ይኽእሉ እዮም ክሰምዖም እየ። ብድሕሪ ኣብታ ናቱ መደብ ዝኾነ ቀሺ ተዓዲሙ ክመጽእ ከኣ ክሪኦ እየ። ብድሕሪኡ ሓሳብ ክህብ እየ ማለት እዩ። እስቲ ብሩኽ መዓልቲ ይግበረልና።
ኣነ ንኻልእ ክመስል ኣይክእልን እየ። ተጨኒቐን ሓሲበን ኣይፈልጥን እየ ብደይ ቀልዓለን። ኣነ ንኻልኦት ከኣ ክመስል ኣይክእልን እየ። ንሕናስ ኣብዚ ዘለናዮ ዓለምሲ ከምዚ ኩሉ ግዜ ድብሎ ኣነ ምሳና ዝነበሩ ደቂ ገዛውትና መማህርትኻ ዝነበሩ ዋላ መጋድልትኻ ዝነበሩ ገሊኣ ቀልጢፋ ትመውት፣ ገሊኣ ዶክተር ትኾን፣ ገሊኣ ወልዋላይ ትኾን፣ ገሊኣ ለማናይ ትኾን፣ ገሊኣ ዓሰርተ ቆልዑ ኣለዋ፣ ገሊኣ ቆልዑ የብላን፣ ገለ ኣነ ነብርሃም ክመስል ኣይክእልን እየ። ስለዚ ኣነ ኣነ እየ። ሕጂ ናትካ ርእቶቡስ እንታይ እዩ ብብረት ንኣብነት ብብረት እንድዩ ጥቓ ዓዲ ማለት ኮ ብብረት ማለት እዩ ሕጂ ብብረት ከለውጢ ክመፅእ ክእል ዶብ ኤርትራ እንተልና እወ ተልካ እንታይ ዓይነት ለውጢ ይረኣየካ ንዓኻ ሕጂ ብብረት ንኣብነት
እንታይ ክብለካ ደልየ መሲልካ ሜሮን ሓወይ ለውጢ ኩሉ ግዜ ብብረት እዩ ዝመፅእ ግን ብጣዕሚ እዩ ዝሕግር ስለምንታይ ምስ ሓውካ ምባእ ስለ ዝኾነ ብጣዕሚ እዩ ዝሕግር ብምዝራብ ዝመፅእ ለውጢ የለን ተዳናጊጽካ ዝኸውን የለን ቃልሲ ቃልሲ እዩ እሞ ምስ ኣሕዋትኩም እንዲኻ ክትበኣስ ገለገለ ክትብል ትኽእል ኢኻ እሱ እዩ ከዓ እቲ ዘሕዝን ዝገብሮ እሱ እዩ ከዓ እቲ ሞራልካ ዝሰብር እሱ እዩ ከዓ ዝበዝሐ ሰብ ጸሊእዎ ዘሎ ማለት እዩ ስለዚ ካብ ፐርሰን ክትሪኦ ከለካ ሲ በቃ ምስ ሓቡቕ ቃልስ ዝደሊ ሰብ ኣሎ ድዩ ዋላ እዚ ደንበ ተቃውሞ ወይ ከዓ እዚ ብርጌድ ንሓመዱ ተልካ የለን የለን ኣነ ኢለ ዝኣምን ማለት እዩ ምናልባት ሕጂ ካብ ሚእቲ ክልተ ሰለስተ ክርከቡ ይኽእል እዩ ወኒ ዘለዎም ሰባት በቃ ምናልባት ብጣዕሚ በቃ ኣብ ስምዒት ዝኣተው ሰባት ተዘይኮይኖም እምበር ምስ ሓዉ ተቃሊሱ ኩናት ገይሩ ንሓዉ ስዒሩ ሃገር ክጭብጥ ዝደሊ ሰብ ኣሎ ኢለ ይሓስብ ተርዲኻኒ እሱ እዩ ከዓ እኮ እቲ ሞራሉ ዝሰብሮ ነቲ ሰብ ምክንያቱ ዋላ ወሪድካስ እባ ምስ መን እየ ክበኣስ ኢኻ ትብል ከም ገለ ትኸውን ማለት እዩ ምክንያቱ ኣሕዋት ስለ ዝኾንካ እምበር ቃልሲ ኩሉ ግዜ ብብረት እዩ ዝፍታሕ ብዘረባ ይፍታሕ ብዘረባ ተዝፍታሕ ደኣ እሞ ሕጂ ከማን ኣይምተዛረብና ቀደም እንዲና ተዛሪብና ሸላ እኳ እዩ ሸላ ተገይሩ

እዋ ሰከት ዲያና ዓዲ እንግሊዝ ከይደልክ ከይዳፈር ነይርክሞ ደላሲ ጠባይ ጥዑም ሓሪፍ ስማርት ሰብ ዕዋላ ደራፋይ ሃብ እዚ ናይ እንግሊሽ ራፕ ደራፋይ እንታይ ጠፊእ ክስክነ ሸላት ኣብዮ ዝኾነ ርእሰ ኢላ ኮርማም ኮርማም የኸርማ ኣይትሓሱ ካብቲ ዩጋንዳ ከለብለብ ክብላ በቃ ኩሉ ሰብ ፈንፊንወን ፈንፊንወን ኣቲ ኣታ ከም ስነ ጥበባውያን ስነ ጥበባውያን ኩርዕ እኳ ክትብላ ዝግባእክ ከም ስነ ጥበባውያን ፎኮስ ታኒካ ታኒካ ዶ ዋጋ 15 ሳንቲም ብቢራ ብቢራ ትግበር ኣብ ኣዲስ ኣበባ ኤርትራውነትና ዘፅረፍክኖ ኣብቲ ካምፓላ ከዓኒ ብሓሽሽ ር ክትብላ ትውዕላሲ

ፈተውተይ ኣድነቅተይ ልኣየ ኢሎም ኣብ ልመፅእሉ ልመፅእሉ ልኣይ ኮንሰርተይ ናተይ ፕሮግራም ንምርኣይ ኢሎም ኣብ ልመፅሉ ቦታ ከም ዓይነት ውሳኔ ኣይኮነይ ኣብ ስቴጅ ፈተውተይ ኣድነቅተይ ኩሉ ህዝቢ ነልዶሲ ዋላ ማለት ስለ ንባዕለይ ምንጋር ማለት እዩ ዋላ እንትና ከም ዓይነት እንትና ኣጋጢሙኒ ይፈልጥ ነገር ግን ዋላ ኣብ ዝኾነ ቦታ ዋላ ተጋጠመኒ ሲ ካብቲ ነገር እየ ኣነ ተልዒለ ክኸድ ነይረ እየ ልዕሉ ኣጋጢሙኒ ይፈልጥ ይንበር ግን ብጣዕሚ ክናገሮ ይደሊ ምክንያቱ ካብያ ተናጋሪኡ ስደጋም እዩ ልበሃል ነገር እኒኦ እና ኣነ ከምቲ ዓይነት ህዝቢ ከም ተፈጢርኩ ባዕለይ ካብቲ ክቡር ህዝቢ ተፈጢረሲ ከምዚ ዓይነት ተናጊሩ ላሃምዚ እንትን መን ምዃነ ይፈልጥ እየ ተናጊሩለይ ኣነ ደግመሉ ምክንያት የብለይ ኣመጻጽኡ ብደንቢ ክኾነ ኢሉ እዩ መጺኡ ሕማቕ ነገር ንምንጋር ስለዚ ለድነቕተይ ልፎተውተይ ብደንቢ ካባይ ከም ዓይነት ነገር ከም ዓይነት ቦታ ለይፅበ ህዝቢ ምክንያቱም ከምኡ ይኹን ከዓነ ከዕልናዕዕን ህዝበይን ፈተውተይ ኣድናቕተይ ከምኡ ዓይነት ውሳኔ ብምስዳደይ ብምግባረይ ብጣዕሚ ይቅርታ ክሓትት ይደሊ እንተ ናቱ ግን ይቅረ ምንም ያው ኸዚ ለለኹሉ ኹነታት በዓልቲ ሓዳር እየ ኣደ ኽልተ ቆልዑ እየ ጽቡቅ ግዜ እየ ለሐልፍ ለኹ። ኣብ ሆላንድ ነይረ ኣብ ሆላንድ ኣይተማሃርኩን ኣብ ሆላንድ ከይዘመትኩ ኣብ ሆላንድ ነይረ።

እወ ቤተሰብ ያው ሎምዓንቲ ዝሓዝኹም ቪድዮታት እዚኦም ይመስሉ ነይሮም ሃውል ፎቶኹም ተስፋ ይገብር ኩልኹም ድማ ላይክ ሸር ሰብስክራይብ ምግባር ናይ ሳሚ ሪያክት ሓደሽቲ ሓደሽቲ ቪድዮታት ከየምልጠኩም ምእንታን ሰብስክራይብ ገይርኩም ፅንሑ ኢኹም ምእንታን ኖቲፊኬሽን ክመፀኩም ማለት እዩ ሎምዓንቲ ዝሓዝኹም ቪድዮታት ግን እዚኦም ይመስሉ ነይሮም ኣብ ዝቕፅል ሰላም ይገናኝ